ብዛዕባ ሓንጎልና ብዙሕ ዝተረዳእናዮ ኣይመስለንን፣ ሓንጎልና ግን እቲ ዝዓበየ መሳርሒናዮ። ሓንጎልና ዓቢ ሓይሊ ኣለዎ። ንኣብነት ሓንቲ ክሓተካ፣ ኣብ እዋን ምስንባት ዝፍጠሩ ነገራት ኣስተውዒልካልዶ ትፈልጥ? ብዊልቸር ዝንቀሳቐስ ሰብ ሃንደበታዊ ሓደጋ ክመጽእ ከሎ ተንሲኡ ክጎዪ፣ ወይ እዋን ምስንባድ ሰባት ክሰግርዎ እዮም ተባሂሉ ዘይሕሰብ ነዋሕቲ መናድቕ ክሰግሩ ከለዉ ንርኢ ኢና። እሞ'ኸ እዚ ሓይሊ እዚ ካበይ'ዩ መጺኡ? እዚ ኩሉ ስራሕ ሓንጎል ምዃኑ እንተዝነግረካ'ኸ? ሓንጎልና ኣብ እዋን ምስንባድን ፍርሓትን ዓበይቲ ሆርሞናት የፍሪ። ሓንጎልና ናትና ሳርቫይቫል እዩ፣ ናትና ሓላዊ እዩ። ልክዕ ከምቲ እንስሳት ኣቕራን ዘለዎም፣ ገሊኦም ኣጽፋር፣ ገሊኦም ድማ ሓይሊ ጉልበት ከም ዘለዎም፣ እቲ ዝዓበየ መሳርሒ ወዲ ሰብ ድማ ሓንጎል እዩ፣ ንርእሱ ዝከላኸለሉ መሳርሒ ማለት እዩ። እቲ ቀንዲ ዕማም ሓንጎል ንዓኻ ናብ ዓወት ምብጻሕ ዘይኮነስ ንዓኻ ምክልኻልን ክንክን ምግባርን እዩ። ሓንጎል ዓቢ መሳርሒ እዩ። ከመይ ጌርና ከም እንጥቀመሉ እንተድኣ ፈሊጥናዮ ነቲ ክንበጽሖ እንደሊ ዓወት ክንረክብ ኣዝዩ ይሕግዘና። እንተ ዘይፈሊጥናሉ ግን ንርእስና የጥፍኣና። ንሓንጎልካ ልክዕ ከም ዘይለመደ ፈረስ ክትርእዮ ትኽእል ኢኻ። ሓይሊ ኣለዎ፣ ዓቕሚ ኣለዎ፣ ግን ስለ ዘይተገንሐ ጥራይ ሒዙካ ናብ ገደል ክኣቱ ይኽእል እዩ። እንተድኣ ኣልሚድካዮ ግን ብቅልጣፈን ብጥበብን ናብቲ ዝደለኻዮ ቦታ ከብጽሓካ እዩ። ሎሚ ክነግረካ ዝደለኹ ሸውዓተ ነጥብታት ንሓንጎልካ ንምርዳእን ከመይ ጌርካ ከም እትገንሖ ንምግንዛብን ክሕግዘካ እዩ። ሕጂ ናብቶም ሸውዓተ ነጥብታት ክንሓልፍ። እቲ ቀዳማይ ሓንጎል ኩሉ ግዜ ምቾት እምበር ዕብየት ኣይደልን እዩ። ዓወት ኩሉ ግዜ ምስ ዕቤት ዝተኣሳሰረ እዩ። ዕቤት ድማ ምስ ምቾት ሓቢሩ ክኸይድ ዝኽእል ነገር ኣይኮነን። ስለዚ ምቾትን ዕቤትን ክጋጠሙ ከለዉ ሓንጎል ኩሉ ግዜ ምስ ምቾት እዩ ዝስለፍ። ምኽንያቱ ሓንጎል ንዓኻ ንምክልኻል እምበር ናብ ዓወት ናይ ምብጻሕ ግዴታ የብሉን። በዚ ምኽንያት እዚ ሓንጎል ንዕቤትካ እቲ ዝኸፍኣ ጸላኢ ይኸውን ማለት እዩ። ንኣብነት ንግሆ ክትስእ ከለኻ ሓንጎልካ ኣብ መደቀሲኻ ክትጸንሕ ዝከኣሎ ጻዕሪ ይገብር። ምኽንያቱ ካብቲ ናይ ወጻኢ ዛሕሊ ክከላኸለካ ስለ ዝደሊ እዩ። ንግሆ ምትንሳእ ንብዙሓት ሰባት ከቢድ ዝኾነሉ ምኽንያት እዚ እዩ። ኣብ ካልእ ነገራት እውን ሓንጎል ከምዚ እዩ፣ ኩሉ ግዜ ኣብ ውሽጢ ኮምፎርት ዞን ጥራሕ ክጸንሕ ይጽዕር። ክትፈልጦ ዝግባእ ነገር ግን ዓወት ዘሎ ካብቲ ኮምፎርት ዞን ክትወጽእ ከለኻ ጥራይ እዩ። ሓንጎል እውን እንተኾነ ንዓወትካ ዝጸልእ ኣይኮነን፣ ግን ንሱ ናትካ ሓላዊ እዩ። ብዛዕባ ጽባሕ ዘይኮነስ ብዛዕባ ናይ ሎሚ ድሕነትካ እዩ ዝጭነቕ። ስለዚ እዩ ስራሕና ክንጅምር ከለና ሓንጎል ናትና ሳርቫይቫል እዩ ዝበልናዮ። እዚ ምስ ተረዳእኻ ካብ ሓንጎልካ ብዙሕ ነገር ምጽባይ ክተቋርጽ ኢኻ። የግዳስ ንሓንጎልካ ክትገዝኦ ትጅምር። ሓንጎል ከመይ ጌርና ነሰልጥኖ እንተድኣ ኢልካ ድማ ካብቲ ንሱ ዝፈርሖ ወይ ድማ ክከላኸለካ ዝጽዕረሉ ዘሎ ሓደጋ ምንም ነገር ከም ዘየለ ብምርኣይ እዩ። እዚ ማለት ንግሆ ሻወር ክትወስድ ክትሓስብ ከለኻ ሓንጎልካ ብዙሕ ሆርሞን ብምፍናው ኣብቲ ዘለኻዮ ከትርፈካ ይፍትን። ነቲ ዝሑል ማይ ክትፈርሖ ይገብረካ። ልክዕ በዚ ግዜ ንፍርሓትካ ሰጊርካ ሻወር ወሲድካ ክትምለስ ከለኻ ነዚ ንውሑዳት መዓልትታት እንተድኣ ደጋጊምካዮ ሓንጎልካ ኣብቲ ዝገበርካዮ ነገር ምንም ሓደጋ ከም ዘየለ ይርዳእ። ድሕሪኡ እቲ ቀስቃሲ ባዕሉ ሓንጎልካ ይኸውን ማለት እዩ። ንዚ ድማ ሓደ ትሪክ ክነግረካ። ክትገብሮ እትደሊ ነገር እዋኑ ምስ በጽሐ ካብ ሓሙሽተ ሰከንድ ኣብ ዘይመልእ ግዜ ውሽጢ ናብ ተግባር እቶ። እዚ ሓንጎልካ ሓሲቡ ከየድኸመካ ቅድሚ ምፍታኑ እተምልጠሉ ብልሓት እዩ። ነዚ ኣገባብ እዚ The Five Second Rule እናተብሃለ ክንገር ሰሚዕካዮ ትኸውን ኢኻ። እዚ ድማ ሓንጎልካ ንዓኻ ንምድካም ምኽንያት ኣብ ዝደልየሉ እዋን እተምልጠሉ መገዲ እዩ። ካልኣይ፣ ናይ ሓንጎል ፍርሓት ናይ ዓወትካ ኮምፓስ እዩ። እዚ ምስቲ ላዕለዋይ ሓሳብ ዝተኣሳሰረ እዩ። ሓንጎልካ ክትፈርሖ ካብ ዝገብረካ ነገር ድሕሪት ናትካ ዓወትን ዓቕምን ኣሎ ማለት እዩ። ሕጂ ውን ብተመሳሳሊ ሓንጎልካ ነቲ ምቾትካ እዩ ዝሕሉ ዘሎ፣ ስለዚ ድማ ነቲ ዓወት እትጎናጸፈሉን ንዓወትካ ምኽንያት ዝኸውን ነገር ዓቢ ፍርሓት የሕድረልካ። ነቲ ነገር ናይ ምስጋር ዓቕሚ እናሃለወካ ከሎ ግን ነቲ ዓቕምኻ ይሓብኦ እዩ፣ ንዓኻ ድማ ፍርሓት የጎናጽፈካ። ቅድም ክብል ከም ዝበልናዮ መብዛሕትእና እዋን ምስንባድ ካብዚ ቅድሚ ሕጂ ጌርናዮ ዘይንፈልጥ ዓበይቲ ነገራት ንገብር ኢና፣ እዚ ማለት ድማ ቀዲሙ እቲ ዓቕሚ ነይሩና እዩ ማለት እዩ። ንኣብነት ኣብ እዋን ምስንባት ዝፍኖ ሆርሞን ኣድረናሊን ይበሃል። እዚ ሆርሞን እዚ ዓቢ ሓይሊ ዝህበናን ብዙሕ ነገር ክንገብር ዘኽእለናን ክኸውን ከሎ፣ ብዘይ ምስንባት ግን ብምንም ተኣምር ኣይምረትን እዩ። እዚ ጥራይ እንተዝኸውን እኹል ነይሩ። ግን ብምሉእ ዓቕምኻ ከይትነብር ድማ ብተቓራኒኡ ናይ ፍርሓት ሆርሞን ይምረት። ልክዕ ቢዝነስ ክትሓስብ ከለኻ፣ ርእስኻ ክኢልካ ክትነብር ክትሓስብ ከለኻ፣ ዓበይቲ ውሳነታት ክትውስን ከለኻ ፍርሓት ኣብ ውሽጥኻ ይፍጠር። ልክዕ ከምቲ ቅድም ዝበልናዮ ንዓኻ ንምክልኻል እዩ ስለዚ እቲ ፍርሓት ሓቂ ከምዘይኮነ ተረዳእ ነዚ እንታይ መፍትሒ ኣለዎ እንተድኣ ኢልካ ድማ ምስ እትፈርሖ ፍርሓት ፊት ንፊት ተጋጠም ሽዑ ሓንጎልካ ንዓኻ ምክልኻል ግዴትኡ ስለዝኾነ ነቲ ዝሓብኦ ሓይሊ ከውጽኦ ክትርእዮ ኢኻ ብዙሕ ግዜ ሰባት ነቲ ዝፈርሕዎ ነገር ፊት ንፊት ምስ ተጋጠምዎ ከምቲ ዝሓሰብዎ ከቢድ ከምዘይነበረ ይዛረቡ እዚ ድማ ሓቂ እዩ ቀዳማይ ሓንጎልና ነቲ ፍርሓት ኣጋኒኑ እዩ ዝህበና ነይሩ ካልኣይ ድማ ክንጋጠሞ ከለና ሓንጎል ሓይሊ ስለ ዘምንጭወልና እዩ። ስለዚ ንሓንጎልና በዚ መገዲ እዚ ክንገንሖ ንኽእል ኢና ማለት እዩ። ሳልሳይ፣ ስምዒታት ምልክት እምበር ትእዛዛት ኣይኮኑን። እዚ ናይ ሓንጎል ዝዓበየ መሳርሒ እዩ። እዚ ድማ ስምዒታት ምፍጣር እዩ፣ ምስልቻው፣ ደስታ፣ ሓዘን ወዘተ። እሞ እዞም ስምዒታት እዚኦም ምልክታት እምበር ትእዛዛት ከም ዘይኮኑ ክንግንዘብ ይግባእ። መብዛሕትእና ሰባት ንስምዒታትና ልክዕ ከም ትእዛዝ ንእዘዞም ኢና። ሎሚ ደቢሩኒ ኣይሰርሕን፣ ሎሚ ጽቡቕ ስምዒት ተሰሚዑኒ እናበልና ካብ መጠን ንላዕሊ ምስራሕ። እዚኦም ባህርያት እዚኦም ሓንጎል ንዓኻ ኣብ ትሕቲ ቁጽጽሩ ከም ዘእተወካ ዘርእዩ እዮም። ካብዚ ቁጽጽር እዚ ድማ ነጻ ክንወጽእ ክንኽእል ኣለና። እዚ ማለት ድማ ነዞም ስምዒታት እዚኦም ከም ትእዛዝ ቆጺርካ ዘይምእዛዝ ማለት እዩ። እናደበረካ ከሎ'ውን ምስራሕ፣ ደስ ክብለካ ከሎ ድማ ንድሌታትካ ገደብ ምግባር። ከም ድላይ ስምዒትካ ምዃን ምቁራጽ ማለት'ዩ። እዚ ማለት ግን ምሉእ ብምሉእ ስምዒትካ ክተወግዶ ኣለካ ማለት ኣይኮነን። ግን እዞም ስምዒታት'ዚኦም ክንምርምሮም ይግባእ። ቅድም ኢልና ከም ዝበልናዮ ስምዒታት ምልክታት ምዃኖም ተዛሪብና ኢና። ስምዒት ብኽልተ መገዲ ክስምዓና ይኽእል'ዩ። ቀዳማይ ብሓቂ ነቲ ስምዒት ዝፈጥር ነገር ተፈጢሩ ክኸውን ከሎ፣ ካልኣይ ድማ ከምቲ ቅድም ዝበልናዮ፣ ሓንጎል ንዓኻ ንምክልኻል ጥራይ ኢሉ ዝህበካ ስምዒት እዩ። ገሊኦም ብንጹር ከምዚ ይብሉ፣ ልክዕ ከንብብ ክጅምር ከለኹ፣ ከጽንዕ ከለኹ ወይ ክሰርሕ ክሓስብ ከለኹ ይድብረኒ። ድሕሪኡ ግን ስክሮል ክገብሩ፣ ፊልም ክርእዩን ካልእ ነገር ክገብሩን ከለው እቲ ስምዒት የለን። እዚ እቲ ናይ ሓንጎል ናይ ሓሶት ስምዒታት ውጽኢት ምዃኑ ልቢ ክንብሎ ይግባእ። ስለዚ ነዚ መፍትሒኡ እንታይ እዩ እንተድኣ ኢልካ፣ ስምዒት ምስ ተሰመዐካ ብኡ ንብኡ ናብ ተግባር ዘይምእታው እዩ። ምንጪ ናይቲ ስምዒትካ እውን መርምሮ። ነገር ግን እቲ ስምዒት ምንም ምኽንያት እንተዘይብሉ ሱቕ ኢሉ ዝመጸ እንተኾይኑ ንስምዒትካ ተቓሊስካ ነቲ ክትገብሮ ዝደለኻዮ ነገር ግበሮ። እዚ ክትገብር ከለኻ ሓንጎልካ እናገናሕኻዮ ትኸይድ። ካብ ስክሮሊንግ ንላዕሊ፣ ምንባብ ንዓኻ ዝበለጸ ምቾት ምዃኑ እዩ ዝሓስብ። እዚ ክትገብር ከለኻ ሓንጎልካ እናተገትሐ ይኸይድ እሞ ካብ ስክሮሊንግ ንላዕሊ ምንባብ ንዓኻ ዝበለጸ ምቾት ከም ዝኾነ ይርዳእ። ወይ ድማ እቲ እትደልዮ ነገር ንዓኻ ዝበለጸ ምዃኑ ተገንዚቡ ንጽባሒቱ ቀስ ብቐስ ነቶም እቶም ሃንደበታውያንን ዘየድልዩን ስምዒታት እናወገደ ብምስራሕ ብምንባብን ብተፈላለዩ ግዜያትን ክትትኮም ይሕግዘካ። ስለዚ ብዋናነት ክትርድኦ እንደልዮ ነገር እቲ ዝስምዓካ ስምዒት ኩሉ ብግዲ ክትፍጽሞ ዝግባእ ትእዛዝ ከም ዘይኮነ እዩ። ስምዒታት ምልክታት ጥራይ ምዃኖም እዩ። ስለዚ ድማ ነቲ ዝስምዓካ ስምዒት ብምምርማር ጥራይ ባዕልኻ ምላሽ ክትህብ ነተሓሳስብ። እዚ ኣካይዳ እዚ ንዓኻ ናብ ህይወት ዝመርሕን ካብቶም ምኽንያት ዘይብሎም መዓልታዊ ዝቃለሱኻ ስምዒታት እተምልጠሉ ብልሓት እዩ። ራብዓይ፣ ንሓንጎል ንምቁጽጻር ትኹረት እቲ ዝሓየለ መሳርሒ እዩ። እዚ ንጹር ሓሳብ እዩ። ናይ ትኹረት ሓይሊ ክንርድኦን ክንግንዘቦን ይግባእ። ሓንጎል ብብዙሕ ነገራት ብምጭናቕ ፍረ ኣየምጽእን እዩ። የግዳስ ኣብ ሓደ ነገር ጥራይ ብምትኳር ናብቲ ዝደለኻዮ ቦታ የብጽሓካ። ሓደ ብተቓራኒኡ ዝሰርሕ ሕጊ ኣሎ። ንሓንጎል ሰባት ሓንጎል ብብዙሕ ነገር ክውጠር ከሎ ዝያዳ ሓይሊ ዝረክብ ይመስሎም እምበር ሓንጎል ክሰርሕን ክልወጥን ብቕዓቱ ክዓቢን ክውስኽን እንተድኣ ተደልዩ ኣብ ሓደ ነገር ጥራይ ከተኩር ኣለዎ። ስለዚ እዩ ኣብ ትምህርቲ ንላዕሊ ክንከይድ ከለና ማስተርስ፣ ዶክትሬት እናበልና ክንኸይድ ከለና እቲ ዓውደ ትምህርትና እናተፈለየን ኣብ ሓደ ፍሉይ ፍልጠት ጥራይ እናተኮረ ዝኸይድ። እዚ ዝግበረሉ ምኽንያት ኣለዎ። ብጣዕሚ ዝተማህረ ሰብ ማለት ብዛዕባ ብዙሕ ነገራት ፍልጠት ዘለዎ ዘይኮነስ ሓደ ነገር ኣጸቢቑ ዝፈለጠ ማለት እዩ። ምኽንያቱ ኣብ ሓደ ነገር ጥራይ ሓንጎል ዝበለጸ ጥንካረን ዓቕምን ናይ ምፍጣር ብቕዓቱ ዝለዓለ ስለ ዝኸውን እዩ። ስለዚ ብዋናነት ናይ ሓንጎልካ ናይ ትኹረት ሓይሊ ተጠቐም። ብዙሕ ሰዓታት ምስራሕ ማለት ብዙሕ ስራሕ ፈጺምካ ማለት ኣይኮነን። ብትኹረት ዝተሰርሐ ሓጺር ግዜ ብዙሕ ስራሕ የወድእ እዩ። ስለዚ ንሓንጎልካ ዘለዎ ብቕዓት ተጠቒምካ ነቲ ክትገብሮ እትደሊ ብዝበለጸ ንምፍጻም ንእሽቶ ግን ዓሚቕ ትኹረት ብምግባር ፈጽሞ። ናይ ትኹረት ዓቕሚ ኣብዚ እዋን እዚ ብሰንኪ ሶሻል ሚድያ፣ ቲክቶክን ብእተፈላለዩ ነገራትን ኣዝዩ እናተዳኸመ እዩ ዝርከብ። እዚ ማለት ድማ ኣብ ሓደ ነገር ጥራይ ናይ ምጽናሕ ዓቕሚ ማለት እዩ። ነገር ግን እቲ ናይ ትኹረት ዓቕሚ እናተመሓየሸ ክኸይድ ዝኽእለሉ መገዲ ብምፍላይ ብዝተኻእለካ ዓቕሚ ካብ ሎሚ ጽባሕ ዝበለጸ ትኹረት ንክህልወካ ልምምድ ግበር። እቲ ልምምድ እንታይ እዩ እንተድኣ ኢልካ፣ ትገብሮ ነገር ኩሉ፣ ንውሑዳት ደቒቓታት እውን እንተኾነ ምስ ካልእ ነገር ከይሓወስካ ምግባር እዩ። እዚ ምጽናሕን ምስራሕን ጥራይ ዘይኮነስ፣ ክትበልዕ ከለኻ ስልኪ ዘይምጥቃም፣ ስልኪ ክትጥቀም ከለኻ ካልእ ነገር ዘይምስራሕ፣ ሓደ ተግባር ንዕኡ ጥራይ ክትገብሮ ምፍታን፣ እዚ እዩ ትኹረት ማለት። ሓምሻይ፣ ሓንጎል ካብ ሓቂ ንላዕሊ ስምዒታት እዩ ዝርዳእ። እዚ ድማ እንታይ እዩ እንተድኣ ኢልካ፣ ሓንጎል ሓደ ነገር ክገብር ክትደሊ ከለኻ ንርእስኻ ጥራይ ምሕሳብካ ምንም ለውጢ ኣየምጸልካን እዩ። ሰባት ብዙሕ ስሕተት እንሰርሕ ትኽክል ምዃኑ እናፈለጥና ኢና። እዚ ማለት ድማ ሓንጎል ንዝፈልጦ ነገር ዘይኮነስ ነቲ ዝገብሮ ነገር ጥራይ እዩ ትኹረት ዝህብ። ብሓጺር ኣዘራርባ ሓንጎል ብተግባር እዩ ዝመሃር። ንኣብነት ጸልማት እትፈርሕ እንተድኣ ኮይንካ ሽሕ ግዜ ጸልማት ኣይትፍራሕ። ኣብ ውሽጢ ጸልማት ምንም የለን እናበልካ ንርእስኻ እንተነገርካዮ፣ ዝመጽእ ለውጢ የለን ምኽንያቱ ሓንጎል ስለ ዘይፈለጠ ዘይኮነስ ስለ ዘይነበሮ ወይ ድማ ስለ ዘይተለማመዶ እዩ ነቲ ነገር ዘይገብሮ ስለዚ ሓንጎል ዝመሃሮ ብተግባር ስለ ዝኾነ ንፍርሓትካ ስዒርካ ኣብ ጸልማት እንተ ደኣ ተቐሚጥካ ድሕሪኡ የፍርሕ እዩ እኳ እንተ ተብሃልካ ምፍራሕ ክተቋርጽ ኢኻ ማለት እዩ ስለዚ እቲ ቀዳማይ ሓንጎል ስምዒት እምበር ሓቂ ሓቂ ኣይርደኣን እዩ ዝብል እዩ። ሻድሻይ ሓንጎል ኣናእሽቱ ለውጥታት እዩ ዝፈቱ። ኩሉ ግዜ ብዛዕባ ለውጢ ክትሓስብ ከለኻ፣ ድሕሪኡ ክትውጥን ከለኻ ግን ክትፍጽሞ ክትጽገም ከለኻ እተስተውዕሎ ነገር፣ ሓንጎል ንሃንደበታውያንን ከበድትን ለውጥታት ከም ሓደጋ ስለ ዝርእዮም እዩ። ስለዚ ንርእስኻ ሕተታ፣ ኣብ ቀዳመይቲ መዓልቲ እኮ ብጣዕሚ ብዙሕ ተጠቃሚ ሶሻል ሚድያ ኣይነበርካን፣ ብሓንሳእ እኮ ኣብ ሱሳይ ኣተኻን፣ ናብቲ ዘይትደልዮ ነገር እኳ ክትኣቱ ከለኻ ቀስ ብቐስ እዩ ነይሩ። ስለዚ ነዚ ዓይነት ናይ ልምዲ ለውጢ ብተቓራኒኡ ተጠቐመሉ። እዚ ማለት ንርእስኻ ንምልዋጥ እውን ቀስ ብቐስ ዝኽየድ መንገዲ ጀምር። እዚ ድማ ሓንጎል ርእሱ ንምክልኻል ኢሉ ብዙሕ ለውጢ ንኸይገብር ዝከላኸለሉ መገዲ እዩ። ሓንጎል ቀስ ብቐስ ናብ ዓወት ይመጽእ እዩ። ኣስተውዕል፣ እቶም ሕማቕ እንብሎም ልምድታት ቀስ ብቐስ እንተ ዘይኾኑ ነይሮም፣ ሓንጎል ርእሱ ንምክልኻል ብዝገብሮ ጻዕሪ ኣብ ሱስ ኣይምኣተኻን ነይርካ። ስለዚ ነዚ ነገር እዚ ኹሉ ግዜ ብኸልተ መገዲ ተረዳኣዮ፣ ሓደ ንጽቡቕ ነገር ክኸውን ከሎ እቲ ካልኣይ ድማ ንሕማቕ ነገር ውን ተመሳሳሊ ከም ዝኸውን እዩ። ናእሽቱ ሕማቕ ልምድታት ንሓንጎልካ ይቆጻጸርዎ ናብ ዓቢ ልምዲ ድማ ይቐይርዎ። ስለዚ ሕጂ ምንም እኳ ንእሽቶ እንተኾነ ሎሚ ሓደ ጽቡቕ ልምዲ ጀምር፣ ሕማቕ ልምድታት ድማ ምንም እኳ ንእሽቶ እንተኾኑ ኣወግዶም፣ እንተዘይኮይኑ ጽባሕ ዓበይቲ ሕማቕ ልምድታት ክኾኑ እዮም። ሻብዓይ፣ ሓንጎል ነቲ ከባቢኡ ፕሮግራም ይገብር እዩ። እዚ ወሳኒ ነጥቢ እዩ። ንለውጥኻ እቲ ዝዓበየ ወሳኒ ስጉምቲ ከባቢኻ ምቕያር እዩ። እዚ ወሳኒ ነጥቢ እዩ። ንለውጥኻ እቲ ዝዓበየ ወሳኒ ስጉምቲ ከባቢኻ ምቕያር እዩ። ኣብዚ እዋን እዚ ሰብኣዊ ከባቢና ኣዝዩ ሰፊሕ ኮይኑ ኣሎ። እዚ ድማ ኩላትና ኣብ ሓደ መስመር ንእከበሉ ዘለና ሶሻ ሚድያ እዩ። ብፍላይ ድማ ቲክቶክ ኣብዚ እዋንዚ ኣዝዩ ብዙሕ ተኸታሊ ኣኪቡ ይርከብ። እዞም ፕላትፎርም እንብሎም ንዓኻ ናይ ምልዋጥ ድሌት ከምዘይብሎም ቅድም ቐዳድም ተረዳእ። እዚ ማለት ንዓኻ ንምምዕባል ኣይቃለሱን እዮም፣ ንዓኻ ንምልዋጥ እውን ኣይቃለሱን እዮም። በቃ እቲ እትደልዮ ነገር ጥራይ የቕርቡልካ። ቲክቶክ ይኹን ካልኦት ከምዚኦም ዓይነት ፕላትፎርምታት ናይ ሰባት ድሌት እናጽንዑ ነቲ ዝሰማማዕ ነገር ዘቕርቡ ብምዃኖም ሓንሳእ እንተድኣ ተሸኺልካ ካብታ ዓለም ንምውጻእ ዘጸግሙን ንከባቢኻ ብትደልዮ ነገር ዘዕለቕልቑን እዮም። እዚ ድማ ንሓንጎል ዓቢ ጉድኣት እዩ። ካብ ሓደ ኩነታት ንምግልጋል ንጽዕር ኣለና እንተበልና'ኳ መሊሶም ናብኡ ይሸኽሉኻ። ምኽንያቱ ነቲ ቀዲሙ ዝፈትዎ ነገር ስለ ዘቕርቡሉ እዩ። ስለዚ ብዋናነት እቶም ኣብ ከባቢኻ ዘለዉ ሰባትን ኣብ ኢድካ ዘለዉ እትሰምዖም ሶሻል ሚድያታትን እትከታተሎም ሚድያታትን መርምሮም። እዚ ምግባርካ ኣሰራርሓ ሓንጎልካ ተረዲእኻ ንርእስኻ ንኽትቅይር ዓቢ ሓገዝ ክህበካ'ዩ። ንርእስኻ ንምቕያር ኣብ ውሽጢ ገዛኻ እውን እንተኾነ ንእሽቶ ከባቢኻ ቀይሮ። ኣብ መደቀሲኻ ምብላዕ ለሚድካ ክትኸውን ትኽእል ኢኻ፣ ኣብ ናይ ስራሕ ጠረጴዛኻ ድማ ፊልም ምርኣይ። ስለዚ ነቲ ናይ ስራሕ ጠረጴዛኻ ናብ ካልእ ቦታ እንተድኣ ቀይርካዮ፣ ንዓራትካ እውን ብሓድሽ መልክዕ ቦትኡ እንተድኣ ቀይርካዮ፣ ብሓድሽ መንገዲ ነቲ ነገር ንምልማድ ክትለማመድ ከለኻ ክቐለካ ይኽእል'ዩ። ስለዚ። ብዚ መገዲ እዚ ከባቢኻ ቀይር። ከባቢኻ ቀይር ማለት ፈተውትኻ እውን ማለት እዩ። ኩሉ ግዜ ናብቲ ዝነበርካዩ ዝመልሱኻ። ናብቲ ድሮ ዘይትደልዮ ህይወት መሊሶም ዝሸኽሉኻ ኣዕሩኽ እንተድኣ ሃልዮምካ ብቕልጣፈ ከባቢኻ ቀይር። እዚ ክትገብር ከለኻ ሓንጎልካ በቲ እትደልዮ መገዲ ክትገንሖ ትኽእል ኢኻ ማለት እዩ። ነዛ ቪድዮ እንተፈቲኹማ ላይክ፣ ስድራ ናይዚ ቁምነገር ቻነልና ተዘይኮይንኩም ድማ ሰብስክራይብ ብምግባር ኣባል ስድራ ቤትና ኩኑ። የቐኔለይ።